ሰላም ኣምላኽ ምስ ኩልኹም ይኹን ምሕረት ኣብ ሃብተማርያም በዓል ሎሚ እውን ኣብቲ ቀጻሊ ንሰርሖ ዘለና መሰረታዊ ትምህርቲ መጽሓፍ ቅዱስ ወሲኽና ብዓወት ኣብ ምምልላስ ዝብል ሓሙሻይ ክፍሊ ትምህርትና ክንቅጽል ኢና። ሎሚ ኣብቲ ሓሙሻይ ትምህርቲ እንሪኦ ሓሳብ ብዛዕባ እቲ ኣረጊትን ሓድሽን ሰብ እዩ። ኣማኒ ክዕወተሉ ካብ ዝግብኦ ሓደ ህይወት ወይ ድማ ክርስቶስ ኣብ መስቀል ዝወድኣሉ ዓወት ከተግብሮ ወይ ድማ ክነብረሉ ዝግብኦ ህይወት ውሽጢ ንክርስቶስ ምንባር በቲ ሓድሽ ሰብ፣ በቲ ዝተለወጠ ሰብ ናይ ምንባር ሕይወት እዩ። ናብቲ ትምህርቲ ቅድሚ ምእታውና ሓጻር ጸሎት ክንጽሊ ኢና። እግዚኣብሔር ኣምላኽና ነመስግን ኣለና ስለዚ ዝሃብካና ዕድል ስለዚ ናይ ቴሌቪዥን ኣገልግሎት ዝተፈላለዩ ቦታታት ኮይኖም ድማ ዝሰምዑ ዘለዉ ኣሕዋት የመስግን ኣለኹ። እግዚኣብሔር ኣምላኽ ነዚ ይሰምዕ ዘበለ ኩሉ ብቃልካን ብመንፈስካን ክህነጽ ብጎይታ ብኢየሱስ ስም ንጸሊ ኣለና ስለ ትገብሮ ድማ ነመስግን ብኢየሱስ ክርስቶስ ስም ኣሜን። ኣብ ዛንታ ቀያሕቲ ህንዳውያን ተባሂሎም ዝፍለጡ ኣብ ኣሜሪካ ዝርከቡ ናይ ጥንቲ ዛንታ ኣሎ። ብዛዕብኦም ክዝረብ ከሎ ብዛዕባ ሓደ ቆልዓ ነባሓጉኡ ዝሓተቶ ሕቶ ንዕኡ ድማ ክምልስ ከሎ ዝተዛረቦ ዛንታ ኣሎ። እዚ ቆልዓ ብዛዕባ ህይወት ክመሃር ወይ ድማ በቲ ዘለዎ ጸገማት ከመይ ገይሩ ክስዕር ከም ዘለዎ ክምዕዶ ከሎ ኣቦሓጎኡ ሓንቲ ዛንታ ይነግሮ። ኣብ ውሽጠይ ክልተ ቶኻሉ ኣለዉ ይብል። እቲ ሓደ ኣዝዩ ክፉእ ጨካን እንደገና ድማ ብባህርያቱ ዝቁጣዕ ስሱዕ ክፍኣት ዝገብር ትዕቢት ዘለዎ ናተይ ዝብል ኣነነት ዝተመልኦ ዕቡይ ከም ዝኾነ ዝተፈላለየ ሕማቕ ባህርያት ከም ዘለዎ ይገልጽ። እቲ ሓደ ድማ ኣዝዩ ጥዑይ ኣዝዩ ድማ ጽቡቕ ባህርያት ዘለዎ ፍቕሪ፣ ለውሃት፣ ልግሲ፣ ትሕትና ዝተመልኣ ህይወት ዘንጸባርቕ ድማ ካልእ ተኹላ ኣሎ ኢሉ ይገልጽ። ክልቲኦም ኣብ ውሽጠይ ቀጻሊ ይቃለሱ ቀጻሊ ድማ ይበኣሱ ኢሉ ገሊጻሉ። ድሕሪኡ እቲ ቆልዓ ኣየናይ እዩ ዝስዕር ኢሉ ሓቲትዎ። ኣቦ ክሕምልስ ከሎ እቲ ኣጸቢቕካ ዝመገብካዮ እቲ ንምግቢ ዘድልዮ ነገራት ትህቦ ንሱ እዩ ዝስዕር ይብሎ። ኣብዚ ናይ ክርስትና ሕይወትናውን ቀጻሊ ኣብ ሕይወትና እቲ ንምግቦ ባህሪ እዩ ኣብ ሕይወትና ዝግለጽ። ነቲ ሰናይ ዝኾነ መንነት ወይ ክርስትያናዊ ዝኾነ ወይ ድማ ብክርስቶስ እቲ ሓድሽ ዝተወልደ መንነት ብቃል ኣምላኽ፣ ብመንፈስ ኣምላኽ፣ ብጸሎት፣ ብሕብረት ኣሕዋት፣ ብዝተፈላለየ ዝሃንጸና መንፈሳዊ ሕይወት ክንሃንጾ ከለና እቲ ሕይወት ኣብ። እባ ኣብ ህይወትና፣ ኣብ ኣዘራርባና፣ ኣብ ኣነባብራና ኩሉ ክግለጽ ይጅምር። ብኣንጻሩ ድማ ነቲ ዓለማዊ ትምኒት፣ ስጋዊ ትምኒት፣ ምድራውነት ወይ ድማ እቲ ስጋና ዝደልዮ ነቲ ጠፋኢ ነገራት ጥራይ ኣብኡ ኣተኲርና ህይወትና ንዕኡ ክንምግብን ብኡ ክንሓስብ ከለና እቲ ኣነባብራናውን ከምኡ በቕ ንሓጢኣት ዝተገዝኣ ንሓጢኣት ዝተወደቐ ድማ ከምኡውን ንጥፍኣት ዘወስድ መገዲ ኢና ንመላለስ።